ማይ ጎል ዕላማይ ኩሉ ግዜ ብኸመይ በላሕቲ ንኸውን ብኸመይ ኩሉ ግዜ ብቁጠባዊ ሓርነት ንዓቢ of course ኣብዛ ቻነል ንሕድራ መጺእና ትማሊ ዝተመሃርናዮን ሎሚ ዝተመሃርናዮ ብዛዕባ ገንዘብ ዓቢ ዓቢ ቅያር ጌርና ኣለና ብዙሕ ተማሂርና ኣለና ብዛዕባ ገንዝብ still ውን ክንመሃር ኢና ክንዓቢ ኢና ብሓንሳብ so ናይ ሎም መደብና ብኸመይ መልክዕ ከይተረደእና ገንዘብ ዝጠፍእና ዘሎ ኣበይ ነጥፍኦ ኣለና ነቲ ነገራት ነጥፍኦ ዘለናኸ እንታይ እዩ መታን ናይ ሎሚ ቪድዮ ክሳብ መወዳእታ ሓቢርኩም ምሳና ክትጸንሑ ብኽብሪ ዕድም so let's go ቀዳመይቲ ኩሉ ግዜ ገንዘብ ዝጠፍኣና ዘሎ መንገዲ never never ሱፐር ማርኬት ወይ ድማ ዝኾነ ዱካን ክትኸይድ ከለኻ ጠሚኻ ከይትኸይድ ዋእ እንታይ ኣምጽኦ ደኣ ናብ ሱፐር ማርኬት ክትኸይድ ከለኻ ጠሚኻ ኣይትኽድ ዝብል ዘረባ ትብሉ ትህሉ ትኾኑ ኢኹም። Of course፣ ኩሉ ግዜ ኣብ ዱካን ወይ ድማ ኣብ ሱፐር ማርኬት ዝኾነ ነገር ክትረክብ ከለኻ እሞ ኸኣ ጠሚኻ ስለ ዘለኻ ኩሉ ነገር ብላዕ ወይ ድማ ኩሉ ነገር ስተ ወይ ድማ ኩሉ ነገር ንገዛኻ ተማላእ እዩ ኣብ ሓንጎልካ ዝመጸካ። እዚ Psychologically ገንዘብካ ንኽጠፍእ ዝሕግዘካ እዩ ኩሉ ግዜ ጠሚኻ ናብ ሱፐር ማርኬት ክትኸድ ከለኻ ማለት እዩ። Especially ንስኻ ዳይት ጌርካ ከለኻ ክትኸድ ከለኻ ኣህ ኖርማል እዩ ነይ ሓንቲ ናይ ሓንቲ መዓልቲ ጸገም የብሉን ኢልካ ጥዕናዊ ወይ ድማ ዘይጥዕናዊ ልክምክም ኣቢልካ ኢኻ ትኸይድ ስለዚ ኩሉ ግዜ ክንከይድ ከለና ናብ ሱፐር ማርኬት ጠሚና ነቨር ከይንኸይድ ኣትሊስት ቁሩብ መጸናንሒ ዝኾነና ነገር በሊዕና ምኻድ ተመራጺ ይኸውን። ካልእቲ ቡን ኣብ ገዘና ንግበር ኩሉ ግዜ ገንዘብ ዝጥፍእና ዘሎ ኣይርደኣናን እዩ ብፍላይ ኣብ ስታርባክስ ወይ ድማ ኣብ ካልእ ቡን ሻሂ እንዳበልካ ተጥፍኦ ገንዘብ ንበል ንኣብነት ንግሆ ንግሆን ምሸትን ክልተ ግዜ በብ ሓሙሽተ ዶላር ኣጥፊእካዮ ኣለካ ንበሎ ዓሰርተ ዶላር ኣብ መዓልቲ ኣብ ሰሙን ሓምሳ ዶላር ኣብ ወርሒ ክልተ ሚእቲ ዶላር ኣብ ዓመት ድማ ክልተ ሽሕን ኣርባዕተ ሚእትን ዶላር ነጥፍእ ኣለና ኣብ ኮፊ ኣብ ክንድኡ ነቲ ኮፊ ናይ ስታርባክስ ኣብኡ ኢንቨስት እንዘይንገብር ክንደይ መጸልና ኔሩ ኣመና ኣመና ብዙሕ መጸልና ኔሩ እምበኻ ንገብር ኣለና ገንዘብ መታን ኩሉ ግዜ ዓሰርተ ዶላር መዓልታዊ ክተጥፍእ ከለኻ it look like easy ቀሊል እዩ ዝመስለካ ኣብ long term ነዊሕ ክትሪኦ ከለኻ ግን እቲ ገንዘብካ completely ፋሕ እዩ ዝብል ዘሎ ኣብ ክንድኡ ነቲ ገንዘብ save ግበሮ save ጌርካ ድማ ኢንቨስት ግበሮ ኢንቨስት ኣበይ ትገብሮ ብዝቀለለት መንገዲ ኣብቲ ነይ ስታርባክስ ኢንቨስትመንት ኣብኡ ግበሮ ካብ ናቶም ኩሉ ግዜ መዓልታዊ ዓሰርተ ዶላር ካብ ነጥፍ ኣብቲ ናቶም ስቶክ ማርኪት ነይ ስታርባክስ ኢንቨስት ንግበሮ ክንደይ ክመጸልና እዩ ኦፍኮርስ ኣመና ኣመና ብዙሕ ክመጸልና እዩ ስለዚ ኩሉ ግዜ ነይ ናትና ኮፊ ማሽን ኣብ ገዛ ንምጽእ ወይ ድማ ኣብ ገዛና እንስተ ወይ ድማ ካብ ገዛና ሒዝና ንኸደላ ንእሽተይ ቦትል ንውስድ at the same time ኩሉ ግዜ ውን ማይ ክትኸድ ከለኻ ማይ ሳሓ ክስትየ ወይ ድማ ማይ ገዚኣ ክመጽየልካ ሱፐር ማርኬት ተላግስ መዓልታዊ ሓደ ክልተ ግዜ ትሰቲ ከምኡ እንዳበልካ ድማ ብዙሕ ይመጸካ ማለት እዩ ኣብ ክንድኡ ቦትል ግዛእ ወይ ድማ ጥርሙዝ ናይ ማይ ክትሰትየላ ወይ ድማ ኣት ዘ ሰም ታይም እዚ ናይ ቡን ንገብሮ ባዕልና ኣብ ማሽን ኣብ ገዛና ንምጽእ ኣብ ገዛ ንግበር እንተዘይ ኮይኑ ድማ ኣብ ገዛ ባዕልና ኮፍ ኢልና ኣፍሊሕና ምስታይ ተመራጺ ይኸውን። ሳልሰይቲ ኩሉ ግዜ ኣብ ደገ ምብላዕ ሎሚ ብደርጋ መብዛሕቲኡ ልዕሊ ሓምሳ ሚእታዊት ኩሉ ግዜ መብዛሕቲኡ ሰብ እንታይ ይገብር ገንዘቡ ኣበይ የጥፍኦ ኣብ መግቢ ልዕሊ ሓምሳ ሚእታዊት ኣብ መግቢ ይጠፍእ እዚ ድማ እንታይ እዩ ወርሓዊ ሽሕ ዶላር እንድሕር ሰሪሕኻ ሓሙሽተ ሚእቲ ዶላር ናበይ ይኸይድ ኣሎ ኣብ ምግቢ ይኸይድ ኣሎ መብዛሕትኡ ሰብ ድማ እንታይ ይገብር ኦርደር ይገብር እንተዘይ ኮይኑ ድማ ከይዱ ኣብ ሬስቶራንት ይገብር ንሕና ግን ሴቭ ኢና ክንገብር ሓሳብናን ድሌትናን ወይ ድማ ዕላማናን ዘሎ ሰው ኖው ደገ ምብላዕ ንግደፎ ደገ ክንከይድ ምስ ደሊ ጀስት ቦክስ ኣብ ናይ መግቢ ቦክስ ንግዛእ እሞ ንሱ ሒዝና ናብቲ ክንከዶ ደሊና ዘለና መግብና ሒዝና ንኺድ መታን ኩሉ ግዜ ገንዘብካ ሴፍ ክትገብር ጽባሕ ዘጋጥመካ ሕማቅ ነገር መታን ክሽፍነልካ ደገ ምብላዕ ሓደ እቲ መግቢ ጽሩይ ኣይኮንን ምስ ጥዕናኻ ዝኸይድ ኣይኮነን ካልኣይ ድማ ኣመና ኣመና ኩቡር ምስ ገንዘብካ ንስኻ ሴቪን ክትገብር ሓሳብ ዘለካ ንሱ ድማ ኢነሚናትካ ወይ ድማ ኣንጻርካ እዩ ዝኸይድ ስለዚ ኩሉ ግዜ ገንዘብ ክንሕዝ እንተኾይና never ደገ ከይንበልዕ ሾፒን ንግበር ኣብ ገዛና ባዕልና ጌርና ድማ ክንከይድ ምስ ንደሊ ንእሽተይ ቦክስ ሒዝና ድማ እቲ መግብና ምሰና ንማላእ ራብዐይቲ መብዛሕቲን ባንክ እንታይ ይገብራ ኩሉ ግዜ ፍሪ ክሬዲት ይህቡኻ ወርሓዊ ትኸፍሎ ፍሪ ኣብ ዝኾን ነገር ዝኾን ድላይካ ትጥቀመሉ ወርሓዊ ድማ ትኸፍሎም እዚ ግን መብዛሕትኡ ሰብ ኣይፈልጥን እዩ ጀስ ዓይኒ የብለይ ስኒ የብለይ ዝኾነ ዝረኸብካዮ ምብላዕ ዝኾነ ዝረኸብካዮ ምሕንሻሽ ሴፍ ዘይምግባር እዚ ድማ እንታይ እዩ ሃሳዪ ኩሉ ግዜ ሴፍ ከይትገብር ድማ ይሕንቅፀካ ማለት እዩ ኩሉ ግዜ ወርሓዊ ወርሓዊ እንታይ ሽሙ ክትኸፍሎ ዘይትኽእል ምስ ትኸውን ነቨር ብክረዲት ካርድ ክትጥቀም የብልካን ኦልሞስት ንኣብነት ፍሪ ኢኻ ትህብ ዘለኻ ፍሪ ክትህብ ከለኻ ድማ ኣይርደእካን እዩ ክንደይ ካብ ጁባኻ ወይ ድማ ክንደይ ትህብ ዘለኻ ኣይክርደእካን እዩ ኩሉ ግዜ ካሽ ክትኸፍል ከለኻ ይርደእካ እዩ የሕመካ እዩ ክንደይ ትኸፍል ከም ዘለኻ የሕመካ እዩ ስለዚ ኩሉ ግዜ ነቨር ወርሓዊ ወርሓዊ ቀልጢፍና ክንከፍሎ ምስ ዘይንኽእል ክረዲት ከይንከፍል ካብኡ ምስ ዝነውሕ እንታይ እዩ ትፈልጦ ኢኹም ኢንተረስት ክመጽእ እካ እዩ ብዙሕ ብዙሕ ኢንተረስት ክመጽእ እዩ ድማ ኣመና እቲ ገንዘብካ ክሃስየካን እንታይ ሽሙ ሴቭ ንኸይትገብር ድማ ኣብ መንጎ ይሕንቅጸካ ስለዚ ኩሉ ግዜ ወርሓዊ ኣብቲ ክሬዲት ዘይትኸፍለሉ ምስ ዘይትኽእል ጀስት ብክሬዲት ገዲፍካ ካሽ ምኽፋል ሓምሸይትን ናይ መወዳእታን ወርሓዊ ንኸፍሎ ገንዘብ ሴቭ ንግበሮ ኣየናይ እዩ እቲ ሴቭ ክንገብሮ ደሊናዮ ዘለና ኣነ ሕጂ ንኣብነት ኣብ ጂም ክኸፍል ከለኹ ኣይ ቲንክ ክልተ ሰለስተ ጂም ተመዝጊበ ነይረ ካብኣተን ግን ኣይ ቲንክ ሓንቲ ጥራይ እየ ዝኸይድ ነይረ እተን ዝተረፋ ክልተ ነቨር ኣይከይድን ነይረ ሕጂ ንዑ ካንሰል ምስ ገበርክዎ ኣይ ቲንክ ሴቭ ክገብር ክኢለ the same thing ንስኻ ምናልባት ኣብ ጂም ወይ ድማ ኣብ ካልእ ኔትፍሊክስ ወይ ድማ ኣብ ካልእ ገለ መለ ገለ ብዙሕ ብዙሕ ንግ እትገብሮ ትኸፍሎ ወርሓዊ ንሱ ካንስል ግበሮ ምስ ዘይትጥቀመሉ ምስ እንታ ሽሙ መታ መታን ሴፍ ክትገብር ከምዚ እንተ ጌርካ ኩሉ ግዜ ሴፍ ክትገብር ገንዘብካ ድማ ክእከበልካ ክጅምር እዩ። ኣይ ሆብ ደስ ኢላትኩም ትኾኑ እዛ ቪድዮ ቴንክ ዩ ሶ ማች እዛ ትርእይዋ ዘለኹም ንኣሽቱ ንኣሽቱ ነገራት ኣብ ሎንግ ተርም ኣብ ርሑቕ ጥሚትና ምስ ንሪኦ ኣመና ኣመና ብዙሕ ሴፍ ክንገብር ንኽእል ስለዚ ኩሉ ግዜ ነዘን ንኣሽቱ ነገራት ከም ልምዲ ንውሰዶ፣ መዓልታዊ ንጠቀመለን። ከምዚ ምስ ንገብር ድማ እቲ ማኒ ሊትረሲ ወይ ድማ ፋይናንሻል ሊትረሲ ክንመሃር ወይ ድማ ገንዘብና ከመይ ጌርና ከም ንሕዝ ቁጠባዊ ሓርነት ከመይ ጌርና ንዓቢ ዝሕግዘና እዩ። So thank you so much ከም ወትሩ please subscribe like share እናገበርኩም ከተተባብዑና so ካልኦት ኣሕዋትና መታን ክመሃሩ ቁጠባዊ ሓርነት ክመሃሩ please። ሼር እናግበርኩም ከተተባብዑና so ናይ ሎሚ ዝስነ በዚ ነይሩ ብካልእ ሃሳብ ንራከብ ሰላም ንዓኩም ባይ ባይ።